ሰላም ክብራት ተዓዘብትና ንሎሚ ሒዘልኩም መፅየ ዘለኹ መደብ ብዛዕባ ዕውት ኣማላላ ኣዲብን ኣገደስቲ ነጥብታትን እዩ ክኸውን ክሳብ መወዳእታ መደብና ብፅሞና ክትከታተሉና ብክብሪ እንዳዓደምኩ ናይ መደብና ተኸታተልትና ክትኮኑ ሳብስክራይብ ሼር ላይክ ኣይንረስዕ ኣብዛ ደወል እዚኣ ከዓ ፅቐጡ ሕራይ ክቡራት ተዓዘብትና ተመሊስናኩም ኣለና። ቅድሚ ናብቲ ኣገባብ ዲቪ ኣማላልኣ ምእታውና ኣገደስቲ ነጥብታት ኣለዋና ንዐን ክንዝርዝረን ክንፍትን ኢና። መጀመርያ ብዛዕባ ፎቶ ክንዛረብ ኢና ቁፅሪ ሓደ ፎቶ ናትና ከመይ ክኸውን ኣለዎ? መጀመርያ እቲ ሳይዝ 600 ብ600 ፒክስል ክኸውን ኣለዎ። ካልኣይ እቲ ባግራውንድ ናይቲ ስእሊ ብድሕሪኡ ጻዕዳ ፒውር ጻዕዳ ክኸውን ኣለዎ ካልእ ሴምያዊ ብጫ ገለ ሕብሪ ክኸውን የብሉን ሳልሳይ ድኾነ ሻዶው ወይ ጽላሎት ክህልዎ የብሉን ራብዓይ ክንሰኣል ከለና ኣይግላስ ኦክያለ ድኾነ ዓይነት ኣይግላስ ክንገብር ኣይፍቀደናን እዩ ኣብ ክዳንና ከኣ ዩኒፎርም ዲቪዛ ናይ ዝተፈላለየ ገለ ገለ ሰባት ኣለዉ ዶክተር እዮም ኢሎም ክመርጹኒ ኢሎም ናይ ዶክተር ጋውን ገይሮም ዝሰኣሉ ኣለዉ ስለዚ እዚ ኣይፍቀድን እዩ ናይ ዶክተር ይኹን ናይ ወተሃደር ይኹን ዝኾነ ዩኒፎርም ኣይፍቀድን እዩ ራብዓይ እቲ ንሰኣሎ እቲ ነቕርቦ ዘለና ስእሊ ቅድሚ ሕጂ ላስት ይር ዝሓለፈ ዓመት ዝተጠቀምናሉ ክኸውን የብሉን ካልኣይ ግዜ ክንጥቀመሉ የብልናን ሓምሻይ፣ እቲ ናትና ስእሊ ነዊሑ ተባሂሉ ክሳብ ሽዱሽተ ወርሒ ክጸንሕ ኣለዎ እምበር ልዕሊ ሽዱሽተ ወርሒ ዝገበረ ስእሊ ንዲቪ ምጥቃም ክልኩል እዩ። ከምዚ ዓይነት ተተጠቂምና ኣብቲ ምርጫ ከውደቐና ይኽእል እዩ ማለት እዩ። እዚኤን ናይ ፎቶ ሓበሬታታትን ብምቕጻል ኣብቲ ዲቪ ክንመልእ ከለና ከዓ ገለ ገለ ሰባት ኣለዉ ብካልእ ዓዲ ይመልኡ ኣብቲ ዘለዉ ዓዲ ከኣ ይመልኡ ጅብ ብዝተፈላለየ ቦታታት እንድሕን ትመልእ ተኳይንካ ዲፕሊኬሽን ድፍጠር ይዳጋገም ኣሎ እቲ ፎርም ናትካ ማለት እዩ ሓደ ሰብ ክንስኻስ ብዙሕ ሓበሬታ ኮይኑ ፋሕ ይብል ኣሎ ስለዚ ሓንቲ ግዜ እያ ክትምላእ ደለዋ እታ ዲቪ ኣብ ኣዲስ ኣበባ ተመሊእኻ ኣብ ኣዲስ ኣበባ ክትከውን ኣለዋ ኣብ ኣዲስ ኣበባ እንዳመላእኻ ብኤሜሪካ ካልእ ሰብ ክመልአልካ ክልተ ግዜ ኣይምላእን እዩ እዚኣ ካልኣይቲ ነጥብና እያ። ናብ ሳልሳይ ነጥቢ ምስ ንኸይድ ናትና ንጥቀመሉ ኢሜይል እዩ። ክንመልእ ከለና ንጥቀመሉ ኢሜይል እቲ ዝበለፀ ነገር ናትና ኢሜይል ተኾነ ዝበለፀ ገለገለ ሰባት ኣለዉ ኣብ እንዳ ኢንተርኔት ከይዶም ይመልእዎሞኒ ብድሕሪኡ እቲ ሪዛልት ክትርኢ ዋላ ካልእ ክትርኢ ትሽገር ኢኻ ስለዚ እታ ድበለፀት ናትና ኢሜይል ተተጠቀምና ፅቡቕ ማለት እዩ ራብዓይ ነጥቢ ምስ ንሰገር ድማ ንዝተመርዓዉ ሰባት ማለት እዩ። ገለ ገለ ሰባት ኣለዉ እቲ ኣቦም ንሰበይቱ ጥራሕ መሊኡ ምስ ደቁ መሊኡ ስቕ እብል እሞኒ እቲ ዕድል ይጸብብ። ከነግፍሖ እንድሕን ኮይና ናይ ምምራጽና ተኽእሎታት ግን ክልቲኦም ሰብኣይን ሰበይትን ተመልኡ ዝበለጸ። ሰብኣይ ይመልእ ኣሎ ሰበይተይ ኣላትኒ ክስቶክስቶ ትበሃል ደቀይ ኢሉ ይመልእ እታ ሰበይቲ እውን ሰብኣየይ ንክስቶክስቶክስቶ ትበሃል ደቀይ ኢላ ትመልእ ከምዚ ጌርና እንድሕን መሊእና እቲ ኦፕሽን ናይ ምምራፅ ደሎ ተኽእሎ ይዓቢ ማለት እዩ ሓምሻይ ነእትዎም ደቅና ትሕቲ ዒስራን ሓደን ዓመት ክኾኑ ኣለዎም ዘይተመርዓዉ ትሕቲ ዕስራን ሓደን ዓመት ክኾኑ ኣለዎም። ካብዚ ወጻኢ እንድሕን ኮይኑ ሰሌክትድ ኣይከውንን'ዩ። ከነእትዎም ከለና እቲ ዳታ ከኣ ብምልኡ ፎቶ ኩሉ ዳታ ከነእትወልና ስፔሻሊ ፎቶ ግድነት ክህሉ ኣለዎ ምሳኻ። ሕራይ ናብቲ ኣማላልኣ ክንኣቱ ኢና መጀመርታ ናብ ጉጉል ንኸይድ ጉጉል ምስ ከፈትና ኣብዚኣ ንሪኣ ዘለና ሳጽን ዲቪ 2023 2023 ኢልና ሰርች ንብል ሰርች ምስ ገበርና እዚ ፔጅ እዚ ክመፀና እዩ እዚ ፔጅ እዚ ምስ መፀና ኣብዚኣ ላዕሊ ኤሌክትሮኒክ ዳይቨርሲቲ ቪዛ ፕሮግራም ትብል ዘላ ኦፕሽን ኣብኣ ኬና ሰሌክት ንገብር ኣብኣ ንጥወቕ ሰሌክት ምስ ገበርና እዚ ንሪኦ ዘለና ፔጅ ክመፀልና እዩ ካብዚኤን ከኣ እዚኣ ኣብ ታሕቲ green ቀጠልያ ደላ ሳጽን begin entry እትብል ደላ ኣብኣ ኬድና select ንገብር። ሰሌክት ምስ ገበርና እዚ ንሪኦ ዘለና ኮድ ክመፀልና እዩ ኣውተንቲኬሽን ኮድ ማለት እዩ ልክዕ ከምታ ዘላታ ኣብዚኣ ታሕቲ ቦክስ ክንፅፈልና ንኣብነት እዚኣ ናተይ ሰለስተ ትሽዓተ ሰለስተ ኤስ ዲ ካፒታል እዩ ደሎ ዩ ካፒታል ልክዕ ከምታ ዘላታ ስሞል ሌተር ተሎ ስሞል ሌተር ካፒታል ሌተር ተሎ ካ ካፒታል ገር ገርና ንጽሕፎ ንዓ ምስ ወዳእና ናብዚኣ ሳሚት ትብል ደላ ቦክስ ከይድና ሰሌክት ንገብር ሰሌክት ምስ ገበርና እዚ ፎርም እዚ ይመፀና ማለት እዩ እዚ እቲ ቀንዲ ፎርም ስለ ዝኾነ ብጣዕሚ ተጠንቂቕና ክንመልኦ ዘለና ነገር እዩ ኦኬ ኣብዚኣ ላስት ኦር ፋሚሊ ኔም ትብል ዘላ ሽም ኣባሓጎ ኢና ንጽሕፍ ከይንዳናገር ሽምና ደይኮነ ሽም ኣባሓጎ ሓጎስ መሪጸ ኣለኹ ኣነ ሓጎስ ካፒታል ሌተር ክኸውን ከም ዘለዎ ከይንርስዕ ኩሉ ካፒታል ሌተር ክኸውን ኣለዎ ብምቕጻል ናብ ፈርስት ኔም ክንከይድ ኢና ፈርስት ኔም እቲ ቀንዲ ሽምናትና እዩ ሄለን ኢለ ጽሒፈ ኣለኹ ንኣብነት። ብምቕጻል ሳልሰይቲ ሚድል ኔም ትብል ደላ ከኣ ሽም ኣቦና ማለት እዩ። ሽም ኣቦና ሰመረ ኢለ ጽሒፈ ኣለኹ ማለት እዩ ስለዚ ናይ ኔም ኩላ ወዲእና ኣለና ናብ ቁፅሪ ክልተ ምስ ንኸይድ ጀንደር እዩ ጀንደር ከዓ እቲ ናትና ፆታ ማለት እዩ ፊሜል ጓል ኣንስተይቲ ተኮይና ፊሜል ትገብሮ ሜል ተኮይንካ ወዲ ተባዕታይ ማለት ስለዚ ፊሜል ሰሌክት ገይረ ኣለኹ ኣነ ብምቕጻል ናብ ቁጽሪ ሰለስተ፣ Birth Date፣ ድብል ዶ ኣሎ? ዝተወለድካሉ ወርሒ፣ ዝተወለድካሉ ዕለት፣ ዝተወለድካሉ ዓመተ ምህረት ማለት እዩ። ንኣብነት ወርሒ ኣርባዕተ ተወሊደ ኣነ ዕለት ዓሰርተ ሸውዓተ ሽሕን ትሽዓተ ሚእትን ቴስዓን ሰለስተን ማለት እዩ። እዚኣ ቁጽሪ ሰለስተ ናይ Birth Date ወዲእና ኣለና። ንቕጽል። ቁጽሪ ኣርባዕተ ንኺድ። ቁጽሪ ኣርባዕተ city where you were born ድብል ኣሎ ዝተወለድካሉ ከተማ ኣበይ ከተማ ተወሊድካ ኣነ ኣብ ኣስመራ ስለ ዝተወለድኩ ኣብ ኣስመራ ኢለ ክጽሕፍ እየ ኦኬ ምናልባት ዝተወለድናሉ ከተማ እንድሕን ዘይንፈልጦ ኮይንና ኣብዚ ኣብ ትሕቲኣ ደላ ንእሽተይ ቦክስ በርዝ ሲቲ ኣነውን ትብል ደላ ኣብኣ ሰሌክት ንገብር ኣነ ግን ኦረዲ ናተይ ዝተወለድኩሉ ከተማ ስለ ዝፈልጦ ኣስመራ ኢለ ጽሕፊ ኣለኹ ማለት እዩ ስለዚ ነዚኣ ሪሙቭ ገብራ ሰሌክት ገይረ ኣስመራ ኢለ ይፅሕፍ ማለት እዩ። ኦኬ ኦኬ ቁፅሪ ሓሙሽተ ምስ ንኸይድ ካንትሪ ዌር ዩ ወር ቦርን ድብል ዘሎ ኣበየናይ ሃገር ተወሊድካ እጂ ኣስመራ ሲቲ ተወሊደ እንድሕን ኢለ እቲ ሃገር ኦብስሊ ኣበያ ኢሪትሪያ ማለት እዩ ኤርትራ ኢለ ናብዚኣ ኣሮብ ገይረ ሰሌክት ምስ ገበርኩ ብዙሓት ሃገራት ክመፃየን ስለዚ ኤርትራ ኢለ ይመርፅ ማለት እዩ ቁጽሪ ሽዱሽተ ምስ ንሰግር ካንትሪ ኦፍ ኤሊጂብሊቲ ፎር ዘ ዲቪ ፕሮግራም ዝብል ዘሎ ንመን ሃገራት ይፍቀደን ዲቪ ኦረዲ የስ ኢሎም ሰሌክት ገይሮሞ ስለ ዘለዉ ኤርትራ ስለ ዝፍቀዳ ወጺና ኣለና ወዲእና ኣለና እዚኣ ቁጽሪ ሸውዓተ ምስ ንኸይድ ብዛዕባ ፓስፖርት እዩ ፓስፖርት እንድሕን ኣለና ኮይኑ ኣብዚ ላስት ኦር ፋሚሊ ኔም ክንመልእ ኢና ላስት ኦር ፋሚሊ ኔም እንታይ ኢልና ሽም ኣባሓጎና ልክዕ ምስታ ናይ ፓስፖርት ደላ ንጽሕፋ ማለት እዩ ሕጂ ናተይ እንታይ ኣደላ ሓጎስ ኔክስት ቦክስ ክንከይድ ኢና ፈርስት ኔም ከዓ ተቐንዲ ሽምና ማለት ሽምና ሄለን ናብ ሚድል ኔም ምስ ሰግርካ ሽም ኣቦና ሰመረ እዚኣ ናይ ፓስፖርት ልክዕ ምስታ ናይ መጀመርታ ዝመልኣናያ ኣብታ ናይ መጀመርታ ዝመልኣናያ ቁፅሪ ሓደ ሽም ኣባሓጎና ሽምና ሽም ኣቦና ማዕረ ክኸውን ኣለዎ። ኦኬ ክንቅጽል ኢና። ድሕሪኡ ፓስፖርት ናምበር እዩ ድመጽእ። ፓስፖርት ናምበር እታ ናይ ፓስፖርት ናምበርና ማለት እዩ ከም ዘላታ ቀዲሕና ንጽሕፋ። ንኣብነት ናተይ ከይ ዚሮ ዋን ቱ ስሪ ፎር ፋይቭ ሲክስ እዚኣ ፓስፖርት ናምበር ናተይ ስለ ዝኾነት እዚኣ እትያ ኣለኹ ማለት እዩ ኦኬ እንቅጽል ኢና ድሕሪኡ ደሎ ፓስፖርት ኤክስፓይሬሽን ዴት ድብል ደሎ መዓስ ፓስፖርትኻ ትወድቕ ወርሒ ዕለት ዓመተ ምህረት ትወድቀሉ ማለት እዩ ወርሒ ናተይ ትወድቀሉ ወርሒ ሓሙሽተ ዒስራን ሰለስተን ክልተ ሽሕን ዒስራን ኣርባዕተን እያ ትወድቕ ማለት እዩ። እዚኣ እታ ናይ ኤክስፓይሬሽን ዴት ኦኬ ክንቅጽል ኢና ድሕሪኡ ካንትሪ ኣውቶሪቲ ኦፍ ኢንሹራንስ ትብል ዘሎ እዩ ናይ ምንታይ ሃገር ፓስፖርት ከም ዝሓዝካ ማለት እዩ ናትና ሕጂ ናይ ኤርትራ ስለ ዝኾነ ኣብቲ ኣሮ ኬድና ኢሪትሪያ ሰሌክት ንገብር ማለት እዩ ኦኬ ብምቕጻል ናብ ቢ ክንከይድና ፓስፖርት ኤግዘምሽን ፓስፖርት ኤግዘምሽን ድብል ዘሎ ፓስፖርት እንድሕን ዘይብልና ኮይኑ እዚ ብምሉእ ብቅድሚ እዚ ክንመልኦ ዝፀናሕና ፓስፖርት እንድሕን ኣለና ኮይኑ ብምሉእ ሽምና ሽም ኣቦና ሽም ኣባ ሓጎና ፓስፖርት ናምበር እቲ ዝወድቀሉ ኤክስፓይሬሽን ደይት መሊእናዮ ኣለና ፓስፖርት ተዘይብልና ኸ እንታይ ንገብር ናበይ ንሰግር ናብ ቢ ንሰግር ፓስፖርት ተዘይብልና ሕጂ እዚ ኤ ዝነበረ ኦፕሽን ናይ ፓስፖርት ብምሉእ ኣይምልከተናን እዩ ማለት እዩ ናብ ቢ ኦፕሽን ኬና ፓስፖርት ኤግዘምፕሽን ኣይ ኣም ኖት ሪኳይርድ ቱ ሳሚት ፓስፖርት ኢንፎርሜሽን ድብለሉ ኣብኣ ኸይና ሰሌክት ንገብር ንዓ ሰሌክት ምስ ገበርናዮ እዚ ብምሉእ ናይ ፓስፖርት ናይ ዓንተወይ ንመልኦ ነበርና ይፅልምት እዩ ዊችስ ፓስፖርት እንድሕን ዘይብልና ኮይኑ ክንመልኦ ይንኽእል ኢና ማለት እዩ

ብምቕጻል ናብ ቁጽሪ ሸሞንተ ከይድና ቁጽሪ ሸሞንተ ከመይ ጌርና እቲ ናትና ናይ ዲቪ ፎቶ ነእትዎ እዩ ፎቶ ከነእቱ ንድሕን ኮይና ናብዚኣ ቹዝ ኒው ፎቶ ትብል ዘላ ቦክስ ከይድና ሰሌክት ንገብር ሰሌክት ምስ ገበርና እታ ናትና ፎቶ ከይድና ሰሌክት ንገብራ ደን ኦፐን ምስ በልናያ ከምዚኣ ኮይና ክትኣትወልናያ ማለት እዩ ኔክስት ስቴፕ ቁፅሪ ትሽዓተ ሜሊን ኣድረስ ሜሊን ኣድረስ እቲ ናትና ኣድራሻ ኢና ክንፅሕፍ ካብ ኤ ክሳብ ጂ ኣሎ ብዚ ቁፅሪ ሓደ እታ ኤ ኢንኬር ኦፍ ኦፕሽናል ትብለላ ተመላእናዮ ፅቡቅ ተዘይመላእናዮ ከዓ ዋላ ሓንቲ ጃስት ኣድረስ ናይ ድኾነ ናትካ ወይም ናይ ካልኦት ሰባት ክትመልኦ ትኽእል ኢኻ ብምቕፃል ቢ ኣድረስ ላይን ዋን ትብለሎ እቲ ቀንዲ ኣድራሻ ናትካ ን for example ኣነ ኣብ መብራት ጎፋ እየ ድቅመጥ መብራት ጎፋ ኢለ ክመልኦ እየ ኦኬ ናብ ሲ ክንከይድ ኢና ሲ ከዓ ኣድረስ ላይን ቱ እውን ኦፕሽናል እዩ ተመላእናዮ ፅቡቅ ተዘይመላእናዮ እውን ኢትስ ኦኬ ግን ኣድራሻ ምምላእ እዩ ኦኬ ንቐጽል ናብ ዲ ምስ ከድና ሲቲ ኦር ታውን ዘለናዮ ከተማ ኣብ ኣዲስ ኣበባ እየ ዘለኹ ኣነ ሶ ኣዲስ ኣበባ ኢለ ክጽሕፍ እየ ንቐጽል ናብ ኢ ምስ ከድና ዲስትሪክት ካውንቲ ፕሮቨንስ ስቴት ድብል ዘሎ ከዓ እቲ ምምሕዳር ወይም ከባቢ ንጽሕፍ ማለት እዩ ኣነ ሕጂ ኣብ ኣዲስ ኣበባ ስለ ዘለኹ ምምሕዳር ኣዲስ ኣበባ ስለ ዝኾነ ኣዲስ ኣበባ ጽሕፍ እየ ኦኬ ናብ ኤፍ ምስ ንኸይድ ፖስታል ኮድ ኦር ዚፕ ኮድ ድብል ደሎ እቲ ናትና ቁፅሪ ሳጥን ፖስጣ ማለት እዩ ቁፅሪ ሳጥን ፖስጣ እንድሕና ኣለና እታ ናምበር ኣብዚኣ ነእትዋ ናምበር ተዘይብልና ከዓ ኣብቲ ኣብ ትሕቲኣ ደላ ኖ ፖስታል ኮድ ኦር ዚፕ ኮድ ትብል ደላ ኣብኣ ሰሌክት ንገብር ማለት እዩ ኣነ ሕጂ ስለ ዘይብለይ ንዓኣ ሰሌክት ገይረ ኣለኹ ማለት እዩ ናብ ጂም ምስ ንኸይድ ካንትሪ ኣብ ምንታይ ካንትሪ ኢኻ ዘለኻ ኢፍ ኣዲስ ኣበባ ቴለ ኦቤስ ልብያ ኣለኹ ኣብ ኢትዮጵያ ማለት እዩ ናብቲ ኣሮ ከይደ ሰሌክት ምስ ገበርኩ ኢትዮጵያ ኢለ ይደልየ ንዓ የእትዋ ማለት እዩ ኦኬ ክሳብ ሸዓተ ወዲእና ኣለና ናብ ዓሰርተ ንኸይድ ኣብ ዓሰርተ እንታይ ይብል ኣሎ ካንትሪ ዌር ዩ ሊቭ Today ኣበይ ሃገር ኣለኻ ኣበይ ኮንካ ትነብር ኣለኻ Select a country ድብለላ ናብኣ ክሊክ ጌርና ኣብ ኢትዮጵያ again ንመልእ ኢትዮጵያ ኢትዮጵያ ምስ ወዳእና ናምበር 11 ክንከይድ ኢና ፎን ናምበር ፎን ናምበር እቲ ቴሌፎን ናምበር ናትካ እዩ ኦፕሽናል እዩ እዚ ኦፕሽናል ኢት ሚንስ ተደሊና ንመልኦ ተደሊና ከዓ ንገድፎ ኣነ ሕጂ ክመልእ ኣይደለኹን ቴሌፎን ናምበረይ ክነጥራ እየ ናምበር ዓሰርተ ሓደ ማለት እዩ ናብ ዓሰርተ ክልተ ኣሰግረ ዓሰርተ ክልተ ኢሜል ኣድረስ እዚኣ ቨሪ ኢምፖርታንት እያ ኢሜል ኣድረስ እቲ ናትና ኣድራሻ ናይ ናይ ኢሜል ማለት እዩ ናተይ ኣብዚኣ ሄለን ሰመረ ኣት ጂሜል ዳት ኮም ኣት ጂሜል ዳት ኮም ኢለ ጽሒፈ ኣለኹ ኦኬ ናብ ቢም ምስ ንሰግር እታ ድጸሓፍናያ ኢሜል ደጊምና ኣብዚኣ ከዓ ንደግማ ኮንፈርም መታን ክትከውን ማለት እዩ ንሳ ንደግማ ሄለን ሰመረ ኣት ጂሜል ዳት ኮም ኦኬ ስለዚ እዚ ናይ ጂሜል ወዲእና ኣለና ብምቕጻል ናብ ዓሰርተ ሰለስተ ክንከይድ ኢና። ቁጽሪ ዓሰርተ ሰለስተ እንታይ እያ ትብለና? What is the highest level of education you have achieved as of today? ደረጃ ትምህርትኻ እዩ። ደረጃ ትምህርቲ ኣብዚኤን ክሳብ ሸዓተ ዝኾና ኦፕሽንስ ኣለዋና። እታ ናይ መጀመርታ ፕራይመሪ ስኩል ኦንሊ ንድሕን ኮይና ካብ ቀዳማይ ክሳብ ሻምናይ ዘሎ ከባቢ ማለት እዩ ጁኒየር ምስኡ ይኣቲ እዩ ሃይ ስኩል ኖ ዲግሪ እንድሕር ኮይኑ ናይ ሃይ ስኩል ክሳብ ኢለቨንስ ሃይ ስኩል ዲግሪ ተኮይኑ ክሳብ ትወልቭስ ቮኬሽናል ስኩል ተኮይኑ ናይ ሞያዊ ትምህርቲ ቴክኒካል ስኩል እንድሕር ወዲእና ማለት እዩ ሳም ዩኒቨርሲቲ ኮርስስ ገለ ናይ ዩኒቨርሲቲ ኮርስስ ወዲእኻ ዲግሪ ግራጅዌት ተዘይጌርካ ማለት እዩ ዩኒቨርሲቲ ዲግሪ ተኮይኑ ዩኒቨርሲቲ ዲግሪ ወዲእኻ ግራጅዌት ተጌርካ ማለት እዩ ሳም ግራጅዌት ሌቨል ኮርስስ ከዓ ኣፍተር ዲግሪ ምውሳድካ ዝወሰድካዮ ኮርስስ እንተለካ ግን ማስትሬት ደይበጻሕካ ተኾይንካ ማለት እዩ ማስተር ዲግሪ ፍሉጥ እዩ ማስተር ንሕና ኣለና ኮይኑ ድሕሪ ማስተርካ ሳም ዶክተራል ዶክቶሬት ሌቨል ኮርስስ ከዓ ዶክተሬት ኣይበጻሕካ እንደለኻ ባት ሳም ኮርስስ ናይ ዶክትሬት ንሕን ወሲድና ማለት እዩ መወዳእታ ዶክትሬት ዲግሪ እዚኣ ዶክተሬት ንድሕና ኣቢልና ከዓ ኣብዚኣ ሰሌክት ንገብር ኣነ ሕጂ ዩኒቨርሲቲ ዲግሪ ስለ ዝወዳእኹ ኣብ ዩኒቨርሲቲ ዲግሪ ከይደ ሰሌክት ክገብር እየ ኦኬ ብምቕጻል ዓሰርተ ኣርባዕተ ቁጽሪ ዓሰርተ ኣርባዕተ እንታይ ትብለና ኣላ ዋት ኢዝ ዮር ካረንት ማሪታል ስታተስ ማሪታል ስታተስ ኩነታት ሓዳርካ ደለኻዮ ማለት እዩ መርዑ ክትከውን ትኽእል ዘይተመርዓኻ ክትከውን ትኽእል ዝተፋታሕካ ክትከውን ትኽእል ዊደውድ ደኾንካ ክትከውን ትኽእል ዊደውድ ማለት ወይ በዓል ቤትካ ወይም በዓል ቤትካ እንድሕር ሞት ኮይኑ ማለት እዩ ሌጋሊ ሰፐሬትድ ከዓ ብሕግን ብስርዓትን ድሐን ተፋላሊካ ማለት እዩ ካብዚኤን ኣነ ኣንሜሪድ እየ ስለ ዘይተመርዓኹ ኣንሜሪድ ኢለ ሰሌክት ክገብር እየ ማለት እዩ ኦኬ መወዳእታ ቁፅሪ ዓሰርተ ሓሙሽተ እያ ናይ መወዳእታ እያ እዚኣ ዓሰርተ ሓሙሽተ ናምበር ኦፍ ችልድረን እዩ ደለውና ብዝሒ ውላድ ብዝሒ ውላድ ትሕቲ ዕስራን ሓደን ዓመት ክኾኑ ኣለዎም ልዕሊ ዕስራን ሓደን ኣይንመልእና ትሕቲ ዕስራን ሓደን ደይተመርዓዉ ደቅና ኣብዚ እቲ ቁጽሪ ናቶም ንጽሕፎ ማለት እዩ ኣነ ሕጂ ቆልዓ ስለ ዝለይበለይ ዚሮ ይጽሕፋ ማለት እዩ ኦኬ እዚ ኩሉ ምስ ወዳእና ተመሊስና ካብ ቁጽሪ ሓደ ክሳብ ዓሰርተ ሓሙሽተ ድመላእናዮ በብሓደ ቼክ ንገብሮ ምክንያቱ ናይ መወዳእታ ሳሚት ክንገብሮ ስለ ዝኾንና በብሓደ ቼክ እንዳገበርና ክሳብ ናምበር ፊፍቲን ምስ ኣረጋገጽናዮ ኣብዚኣ ንሪኣ ዘለና ኮንቲኒዩ ትብል ዘላ ኦፕሽን ኬና ሰሌክት ንገብር ንጥወቕ ኦኬ ኮንቲኒ ኢልና ሰሌክት ምስ ገበርናዮ እዚ ንሪኦ ዘለና ፔጅ ይመፀልና እዚ መፅኡ ዘሎ ፔጅ ነቲ ኩሉ ካብ ቁፅሪ ሓደ ክሳብ ዓሰርተ ሓሙሽተ ድመላእናዮ በብሓደ የርእየና ኣሎ ማለት እዩ ስለዚ ቸክ እንዳገበርና ክንከይድ ኢና ካብ ቁፅሪ ሓደ ሳብ ዓሰርተ ሓሙሽተ ኩለን በብሓደ ቸክ ምስ ገበርናየን ወላ ሓንቲ ጌጋ እንድሕን ዘይብልና ናብዚኣ ሳሚት ትብል ደላ ቀጠልያ ቦክስ ሳፅን ኣብ ኣኼና ሰሌክት ንገብር ዝኾነ ጌጋ እንትሕን ኣለና ኮይኑ ግን ኣብዚኣ ጎባክ ቱ ፓርት ዋን ትብል ደላ ናብኣ ሰሌክት ጌርና ናብቲ ዝነበርናዮ ፔጅ ንምለስ ማለት እዩ ኣነ ሕጂ ብምሉእ ቸክ ጌረዮ ዝኾነ ጌጋ ስለ ዘይረኸብኩ ናብዚኣ ሳሚት ትብል ደላ ቦክስ ከይደ ሰሌክት ክገብረይ ኣብዚኣ ምስ ጠወቕኩ ናይ መወዳእታ እዛ ፔጅ እዚኣ ትመፀና እዛ ፔጅ እዚኣ እንታይ ትብል ዘላ ዲቪ 2023 ሳብሚሽን ኮንፈርሜሽን ኢንትሪ ረሲቭድ ሳክሰስ ትብል ኣላ እዚኣ እንታይ ትሕብረና ድመላእናዮ ዳታ ብምሉእ ኣትዩ ኮንፈርሜሽን ናምበር ዲጂታል ሲግኔቸር ኩሉ ነገር ሂብና ኣሎ ማለት እዩ እዚኣ ኣገዳሲት ዶኩመንት እያ ስክሪንሻት ጌርና ከም ሶፍት ኮፒ ኣብ ሞባይልና ክንሕዛ ንኽእል ኢና ተዘይኮይኑ ብሃርድ ኮፒ እንድሕን ኢልናዮ ከዓ ፕሪንት ኢልና ኣብዚኣ ከይና ፕሪንት ጌርና ብሃርድ ኮፒ እውን ከነውፅኦ ንኽእል ኢና በቲ ወረቐት ማለት እዩ ኮንፌርሜሽን ናምበር ስፔሻሊ ኣገዳሲ እዩ ፅቡቅ ጌርና ተሓዘናዮ ዝበለፀ ምክንያቱ ሪዛልት ቸክ ክንገብር ከለና እዛ ናምበር እዚኣ እቲና ኢና ቸክ ንገብር ስለዚ ንኩላትና ርሑስ ዕድል ሰናይ ዕድል ይግበረልና የቀኔለይ። ናይ መደብና ተኸታተልቲ ንኽትኮኑ ሳብስክራይብ ሼር ላይክ ኣይንረስዕ ኣብዛ ደወል እዚኣ ኸኣ ጽቐጡ።